ሰላም ቤተሰብ ከመይ ቀኒኹም? እዛ ቪድዮ ሼር ብምግባር ናብ ዳዊት ቲቪ እና ናብ ንሆም ንክትበፅሕ ግበሩለይ እና ኣብዚ ቀረባ እዋን ዳዊት ቲቪ እና ንሆም ዝተዛረብዎ ሓደ ዘረባ ኣሎ። እቲ ዘረባ ንሱ ሰሚዕና ንመለስ እሞ ሽዑ ናትና ሓሳብ ክንህብ ኢና ማለት እዩ። ምክንያቱ ወዲ ተባዕታይ ኣብዚ ሕጂ ካብ ሓዳር ክወፅእ ኣይደልዩ ኢትስ ሃርድ ላይክ ወዲ ኣብዚ ሕጂ እዋን ሓዳር ፋሕ ኣቢለ ክኸይድ ኣለካ እንድሕር ሃልዩ ኣሮነው ኢትስ ከቢድ እዩ ንወዲ ፋሕ ኣቢሉ ክኸይድ ፋይናንሽሊ ገንዘብ ተመሊስካ ደቅኻ ለቅኻ ክትኣሊ ኔማ ጸጋም ክትብል ኣብዚ ሕጂ እዋን ወዲ ንደቁ ሰበይቱ ገዲፉ ክኸድ ዝመርጽ ሰብ ውሑድ እዩ የለን ምክንያቱ ከቢድ ስለ ዝኾነ ከቢድ እዩ ከቢድ ጥራሕ ስለ ዝኾነ ዘይኮነ ኣማራጺ ምስ ሰኣነ ጥራሕ እዩ ከም ናይ መወዳእታ ኣማራጺ ዝወስዶ ክልተ ኣማራጺታት ምስ ረኣየት መንግስቲ ዘዳለወላ ነገራት ምስ ረኣየት ኣባሳጭያ ክተውፅኦ ክትሓስብ ምስ ረኣየ ከይፈተወ ካብ ብስጭት ካብ ጭንቀት ካብ ገለ ኢሉ ይወጽእ እምበር ሓዳሩ ሰበይቱ ደቁ ገዲፉ ክፋታሕ ዝደሊ ወድ ተባዕታይ የለን እንትርፎ ጓል ኣንስተይቲ ምክንያቱ ጓል ኣንስተይቲ ካብ ደቃ ካብ ሰብኣያ ንላዕሊ ገንዘብ እዩ ዘመዳ ገንዘብ ይውላዳ ንጹር ትግርኛ ስለዚ ሱታት ኣማራጺታት ስለ ዝርያ ነቲ ሓዳር ንምፍራስ ቀዳሞት ሰን ምኽንያት ኾነ እቲ ወድ ተባዕታይ ግን ዝቐረብ ካቐርበሉ ዘዳልኽ ኣዳልወሉ ደቁ ሰበይተይ ሓዳረይ ክብል ተዘይኮይኑ ካልእ ኣይብልን
ኦኬ ቤተሰብ እዛ ዘረባ ከምዛ ዝሰማዕኹማ እያ ዳዊት ዝተዛረቦን ናሆም ዝተዛረቦን እዚ ይመስል እና ዳዊት ሓወይ ብመጀመርታ ብጣዕሚ እየ ዘኽብረካን ብጣዕሚ እየ ዘንቐካን ብዙሕ ግዜ ስለ ዝከታተለካ እውን ትዛረቦም ቃላት ብጣዕሚ እዮም ዝምስጡኒ ናሆም እውን ከምኡ ማለት እዩ ብጣዕሚ እየ ዘኽብረካን ዘንቐካን ነገር ግን ሕጂ ዳዊት ብዝተዛረብካዮ ይቅርታ ግበረለይ ደኣ እምበር ኣብ ደቂ ኣንስትዮ ዓብዪ ዝበሃል ጽልኢት ዘሕደርካ ኢኻ ትመስል ንምንታይሲ እቲ ዝተዛረብካዮ ዘረባ ክንደግሞ እንድሕር ኮይና በቃ ደቂ ኣንስትዮ ጥራሕ እየን ካብ ሓዳረን ሓዳረን ፋሕ ኣቢለን ክወፃ ዝደልያ እምበር ሓዳሩ ፋሕ ኣቢሉ ክወፅእ ዝደሊ ወዲ ተባዕታይ የለን። ምክንያቱም ደቂ ኣንስትዮ ካብ ውላደን ሰብኣየን ላዕሊ ገንዘብ እዩ ዘመደን። ንፁር ትግርኛ ኢልካ ኢኻ ተዛሪብካ። ሜቢ ዳዊት ከም ዕዱል ኮይኑ ናብ ህይወትካ ዝመጻ ኣዋልድ ምናልባት ጠላማት ኮይነን ረኺብከን ክትከውን ትኽእል ኢኻ። ምናልባት ገንዘብ ዝፈትዋ ሰብኣውነት ዘይብለን ኣዋልድ ኣጋጢመናኻ ክኾና ይኽእላ እየን። ኣብ ህይወትካ ጥራሕ ዘይኮነስ ኣብ መሓዙትካ በቃ ኣብ ዙርያኻ ዘለዋ ኣዋልድ ከምኡ ዓይነት ኣዋልድ ክኾና ይኽእላ እየን። ስለዚ እዚ ዘረባ እዚ ደፊርካ ክትዛረቦ ዝኸኣልካ ምናልባት ካብዚ ነገር እዚ ተበጊስካ ነተን ኣዋልድ ንሰን ጥራሕ ተች ትገብር ዘለኻ መሲልካ ክኸውን ይኽእል እዩ። ነገር ግን እዚ ናትካ ቪድዮ ፔብሊክ እዩ ዝወፅእ። ስለዚ እተን ጠላማት ይኹና እተን ጥዑያት ኣዋልድ ኩለን ኣዋልድ ኩለን ደቂ ኣንስትዮ ክሪኦ እየን ማለት እዩ። ሶ እተን ጥዑያት ጥዑይ ፐርሶናሊቲ ዘለወን ኣዋልድ ኣብ ሓዳረን ፅኑዓት ዝኾና ኣዋልድ እዚ ናትካ ቪድዮ ክሪኦ ከለዋ ንዳዊት ዝሪኣሉ መነፅር ዝተፈለየ እዩ ዝኸውን። ምክንያቱም ንስኻ በቃ ጓልሲ ገንዘብ እዩ ዘመዳ ኢልካ ስለ ዝደምደምካዮ ምናልባት ንሰን ኣባኻ ሕማቕ ዝኾነ ረድኢት ክሕዛ ይኽእላ እየን ማለት እዩ ብዝኾነ ኣጓላት ንወይነን ቦዝ ተኣኪበን ኣወዳት ንወይኖም ቦዝ ተኣኪቦም ዘይኮንና ጦርነት ከነልዕል ዘለናስ ሚዛናዊ ኢና ክንከውን ዘለና ሕጂ ኣነ ውዚ ሓደ ዝኣምነሉ ነገር ኣሎ ምናልባት ናብ ፍቕሪ ክንመፅእ ከለና ዝበዝሓ ኣዋልድ ናይቲ ፍቕሪ መፍረስቲ ክኾና ይኽእላ እየን ወይ ድማ ፈላማት ክኾና ይኽእላ እየን። እዚ ድማ ካብ ምንታይ ዝተልዓለ እዩ? ቀልጢፍካ ካብ ዘይምሳል ዝተልዓለ ክኸውን ይኽእል እዩ። ብዙሓት ኣማራጺታት ብምላይ ክኸውን ይኽእል እዩ። ምክንያቱም ኣብ ኣፍላ ዕድመ እንድሕር ኮይነን በቃ ከምዚ ወጣት ወጣት ሸታ እናሃለዋ ኣዋልድ ብዙሓት ደለይቲ እዮም ዘለዎን ብዙሓት እንኪ ገንዘብ ከም ዝኽበኪ ብዙሓት ከታሉ ዝመፁ ወዳት መዓት እዮም። ስለዚ ብገንዘብ ተታሊለን ድዩ ብዝተፈላለየ ነገር ብብልጭልጭታ ኣሚነን ኣብ ፍቕሪ መብዛሕትኡ ግዘ ኣጓላት እየን መፍረስቲ ዝኾና። ነገር ግን ናብ ሓዳር ክንመፅእ ከለና መብዛሕትኡ ግዘ ነቲ ሓዳር ዝብትኑ ኣወዳት እዮም። ሕጂ ኣጓላት የለዋን ሓዳረን ፋሕ ዘብላ ኣይኮንኩን ዝብል ዘለኹ ወይ ድማ ኣወዳት የለውን ኣብ ፍቕሪ ንፍቕሮም ጠሊሞም ነታ ጓል ንሳ ጠሊሞም ምስ ካልእ ጓል ዝኸዱ ገለ ኣይኮንኩን ዝብል ዘለኹ መብዛሕትኡ ግዘ እየ ዝብል ዘለኹ። ኣብ ሓዳር ክንመፅእ ከለና መብዛሕትኡ ግዘ ኣወዳት እዮም ንሓዳሮም ፋሕ ዘብሉ። ንምንታይ ምኽንያቱም እታ ጓል ሓዳራ ፋሕ ኣቢላ ክትከይድ እንድሕር ኮይና ካብቲ ወዲ ንላዕሊ ነታ ጓል እዩ ዝኸብዳ ስፔሻል ድማ እንድሕር ወሊዳ ማለት እዩ ስለዚ ፈጺማ ሓዳራ ክትብትን ኣይትደልን ሓንቲ ጓል ኣንስተይቲ ሓንቲ ጓል እንድሕር ወሊዳ ኣዶ እንድሕር ኮይና ምስ ሰብኣያ ተሓባቢራ ተስማዕሚዓ ደቃ ከተዕቢ እያ ትመርጽ እምበር ንበይና ተፈልያ ደቃ ከተዕቢ ትመርጽ ሰበይቲ የላን ምክንያቱም ንጓል ኣንስተይቲ በይና ደቃ ንክተዕቢ ብጣዕሚ ከቢድ ስለ ዝኾነ ሕጂ ሓደ ሓደ ምንም መሕሰብ ዘይብለን ኣዋልድ ኣለዋ በቃ ወሊደንሲ ንደቀን ከም ምንም ዘይርእኦም ወይ ምስ ኣዲኤን ምስ ኣቦን ሸንድየን ወይ ድማ ነቲ በዓል ቤተን ደቀን ሂበን ንሰን ከም ደስ ዝበለን ዝዕንድራ ዝዓጥራ ኣዋልድ እኮ ኣለዋ ኣይሰኣናን ውሑዳት እየን ግን ንሰን ስለዚ ዳዊት ይኹን ኖሆም ብዛዕባ እቲ ዝተጠለመ ወዲ ብዛዕባ እቲ ሰበይቱ ገዲፋቶ ዝኸደት ወዲ ትዛረቡ እንድሕር ሃሊኹም እታ ብሰብኣያ ዝተጠለመት እታ ወሊዳ እያ እሞ ናብ ምንም ኣይትኸድን ተባሂላ ሰብኣያ ገዲፍዋ ፈቆዶ ባራት ዝሓድር ዘሎ እታ ሰበይቲ ንሳኸ መን እዩ ክዛረበላ ክንደይ ከለዋ ብዝኣምኖ መወዳት ዝተጠለመ ወልድ እቲ ወዲ መጀመርታ ማዓረይ ቤተይ ሽኮረይ ገለ እናበለ ናብ ከቢድ ዝበሃል ፍቅሪ የእትዋ ሽዑ ሓዳር ይገብሩ ይወልደላ ሽዑ ራሕርሒዋ ይኸይድ ሕጂ እቲ ወዳ ንኸተዕቢ ይኸብዳ ዶ ኣይኸብዳን ዝብል ዘረባ እሞ ንግደፎ እቲ ሞራላ ንባዕሉ እዩ ዝስበር። ተስፋ እያ ትቆርጽ ውላደይ ብዘይ ኣቡኡ ድዩ ክዓቢ ወይ ድማ ምስ ሰብኣይ ኣዶ ድዩ ክዓቢ ብዝብል ጭንቀትን ገለን ተዋሒጠን ዝነብራ ኣዋልድ እኮ መዓት እየን። ድሓን እቲ ዳዊትና ናሆም ትዛረብዎ ዘለኹም ንመብዛሕተን ኣብ ደገ ንዘለዋ ኣዋልድ ጽቕጥ ኣቢልኩም ኢኹም ትዛረቡ እቲ ቪድዮኹም ምሉእ ስለ ዝረኣኽዎ ማለት እዩ። እና ካብ ደገ ደዊለን ሰብኣየይ ጠሊሙኒ ምስ ወለድኩ ከምዚ ጌሩኒ ተቐይሩኒ ገለ እናበላ ዝዛረባን መዓት እየን ስለዚ ኣጓላት ጥራሕ እየን ጠላማት ክንብል ኣይንኽእልን ልክዕ ከምቲ ጠላማት ኣጓላት ዘለዋ ብጣዕሚ ጠላማት ኣወዳት ድማ ኣለው በቃ ንጓል ኣንስተይቲ ምንም ዓይነት ክብሪ ዘይብሎም ሓንቲ ጓል እንድሕር ወሊዳ የትም ኣይትኸድን በቃ ከም ጨቢጠ ሒዘያ እየ ስለዚ ኣነ ብደገ ከም ደስ ዝበለኒ ክገብር ይኽእል እዮ ኢሎም ምስ ሰበይቶም ኣብ ዘቕሚጦም ከም ደስ ዝበሎም ኣብ ደገ ዝዕንድሮ ወዳት መዓት እዮም ስለዚ ዳዊት ሚዛናዊ ኢኻ ክትከውን ዘለካ እምበር ንደቂ ኣንስትዮ ፈሊኻ ከተጥቅዕ እየብልካን ምኽንያቱም ዳዊት ከምዚ ፈሊኻ ንደቂ ኣንስትዮ ጥራሕ ከተጥቅዕ ከለኻ እተን ብወዲ ተባዕታይ ዝተበደላ ዝተገፍዓ እቲ ኣብ ውሽጠን ዘሎ ቆስሊ ከይኣኽለን ናትካ ክውስኸን ከሎ ከምዚ ኢልካ ክትዛረብ ክሰምዓኻ ከለዋ እንታይ ይኾና ኢማጅን ግበሮ ስለዚ ምናልባት ዓንቲ ወይ ነጊረካ እየ ንስኻ ክትዛረብ ከለኻ ነተን ዝደለኻየን ኣዋልድ ጥራሕ ተች ዝገብር ዘለኻ መሲሉ ክስምዐካ ይኽእል እዩ ነገር ግን ካልኦት እውን ብዙሓት ኣዋልድ እየን ዝሪእኦ ምክንያቱም ናትካ ቪድዮ ፔብሊክ እዩ ሕጂ ይርደን እዩ ምናልባት ንዓኻን ዳዊት ኣብ ዙርያኻ ዘለዋ ኣዋልድ ክኸውን ይኽእል እዩ ዋላ እውን ናብ ህይወትካ ዝመጻ ኣዋልድ ኩለን ጠላማት ክኾና ይኽእላ እየን ሽዑ ብኡ ኣሓሪእካ በቃ ንኹለን ኣዋልድ ከምኡ ገይርካ ሒዝካየን ክትከውን ትኽእል ኢኻ ነገር ግን ከምቲ ዝበልኩኻ እዩ ዳዊት ሓወይ ኩለን ኣዋልድ ሓደ እየን ኢልካ ክትድምድም ኣይትኽእልን ሕጂ ኣነ ከምዚ ኢለ ክዛረበካ ከለኹ እዚ ነገር እዚ ጠፈእካ እዩ ኢለ ይሓስብ ነገር ግን ካብቲ ስምዒት ተበጊስካ ድዩ ተናዲድካ ድዩ እቲ ቃል ኣውጺኻ ተዛሪብካዮ ኣለኻ So እዚ ተዛሪብካዮ ዘለኻ ነገር ድማ ንጓልን ንወድን ናብ ጦርነት ዘልዕል ወይ ድማ በቃ ንኸይስማዕምዑ ዝገብር ነገር ጥራሕ እዩ። እቶም ኣወዳት ተጎጅሎም ነጓላት ክወቕሱ፣ እተን ጓላት ድማ ተጎጅለን ነወዳት ክወቕሳ፣ ሽዑ እቲ ነገር ይፈሓሓም፣ ናይ ክልቲኦም ዘሎ ርክብ እናተረሓሓቐ ይኸይድ ማለት እዩ። ከምዚ ድማ ፈጺሙ ክኸውን የብሉን። እቲ ክኸውን ዘለዎ ነገር እንታይ እዩ? ኣብ ኣወዳት መጺና እውን ብጣዕሚ ጠላማት ኣወዳት ከም ዘለዉ፣ ኣብ ኣዋልድ መጺና እውን ብጣዕሚ ጠላማት ኣጓላት ከም ዘለዋ ኣሚንና ሚዛናዊ ኮይና ነቶም ጥዑያት ዝኾኑ ኣወዳት እተን ጠላማት ኣጓላት ንኸይረኽባና ኣብ ህይወትና ንኸየጋጥማና ብአን ንኸይንሽወድ ትምህርቲ የድልየና ካብ መን ካብቶም ዝተፈተኑ ካባኹም ካብ ኣሕዋትና እተን ጥዑያት ዝበሃላ ኣዋልድ እውን በቶም መታለልቲ ኣወዳት ንኸይታለላ ትምህርቲ የድልየን ንሕና ከዓ ንሕግዘን ማለት እዩ ስለዚ ከምኡ እናበልና ኢና ክንከይድ ዘለና እምበር ኣጓላት ጠላማት ይኽን ኣወዳት ጠላማት ይኹን ገለ እናበልና እናተዋቃቀስና ክንከይድ የብልናን። ስለዚ ፍትዋት ቤተሰበይ ኣብዚ ክትርድኡኒ ዘለኩም እቲ ሕጂ ዝተዛረብክዎ ኣነ ዝሓስቦ እና ኣይዝተሰመዐንን እየ ተዛሪበ እምበር ኣነ ካብ ዳዊት ይበልፅ ወይ ድማ ዳዊት ተሰሓሒቱ ናሆም ተሰሓሒቱ እዩ ኣነ እየ ትክክል ዘለኹ ማለተይ ኣይኮነን ኣነ እውን ምናልባት ይጋገ ክህሉ ይኽእል እየ ክትእርሙኒ ትኽእሉ ኢኹም ናትኩም ናይ ተኸታተልቲ ሓሳብ እውን ኣብ ኮመንት ብምቕማጥ ብምፅሓፍ ካባኹም ንክንምሃር ክትሕግዙና ትኽእሉ ኢኹም። እቲ ዝተሰሓሓትናዮ ነገር ክትነግሩና ትኽእሉ ኢኹም። ሶ ናይ ሎማዓንቲ ዝነበረትና መደብ እዚኣ ትመስል። ነዛ ቪድዮ እንድሕር ፈቲኹማ ላይክ ምግባር ከይትርስዑ፣ ከምኡ እውን ነዛ ቻናል ሓደሽቲ ሰባት እንተደኣ ሃሊኹም ሳብስክራይብ ብምግባር ናትና ቤተሰብ ምዃን ትኽእሉ ኢኹም። ክሳብ ብካልእ መደብ ዝምለስ ሰሰናዩ ንዓኹም ቻው።